ቅድሚ ሓምሳን ሸሞንተን ዓመት ብዕለት ዓሰርተ ሓሙሽተ መጋቢት ሽሕን ትሽዓተ ሚእትን ስሳን ኣርባዕተን ታሪኻዊት ኩናት ተጎሩባ። ኣብ መንጎ ጅግና ሰራዊት ሓርነት ኤርትራን ጎባጢ ሓይሊ መግዛእቲ ኢትዮጵያን ዝተኻየደ ዕለት እያ። ኩናት ተጎሩባ ኣብ ገድላዊ ታሪኽ ህዝብና ኣገዳሲ ነጥበ መቓይሮ እያ እንተበልና ምግናን እውን ኣይኮነን። ነቲ ካብ መዓልቲ ናብ መዓልቲ ሃልሃልትኡ ናብ መላእ ሃገር ዝዝርጋሕ ዝጀመረ ገድሊ ህዝቢ ኤርትራ ሓንሳብን ንሓዋሩን ንምቕሃሙ ጎባጢ መግዛእቲ ኢትዮጵያ ሰራዊቱ ብዘመናዊ ኣጻውራ ዓጢቑ ናብ ኤርትራ ኣበገሶ። ዓሰርተ ሓሙሽተ መጋቢት ሽሕን ትሽዓተ ሚእትን ስሳን ኣርባዕተን ከኣ መደባቱ ክፍጽመላ ተሃንዲዱ ዝወፈረላ መዓልቲ ነበረት። ስዉእ ጅግና መሓመድ ዓሊ እድሪስ ኣብ ሩጀይላ ዝመርሐን ሰለስተ ጋንታታት ሰራዊት ሓርነት ኤርትራ ትብዓትን ጅግንነትን ተወፋይነትን ተዓጢቐን ነቲ ሰፍ ዘይብል ሓይሊ ሰብን ኣጽዋርን ተሰኪሙ ንኸጥፈኤን ዝመጸ መግዛእታዊ ሰራዊት ኢትዮጵያ ከቢድ ስዕረት ብምስዓብ ዛሕዛሕ እናበለ ከምዝምለስ ገበርኦ። ኣብዚ ውግእ እዚ ጸላኢ ሰማንያን ኣርባዕተን ዝኾኑ ካብ መኮንናቱን ሰራዊቱን ክሞቱ ከለዉ ብዙሓት ከኣ ቆሰሉ። ሒዝዎ ዝመጸ መደባት ንምዕዋትሲ ይትረፍ ብኣገባብ ክሃድም ኣብ ዘይክእለሉ ኩነታት በጸሐ። ብወገን ሰራዊት ሓርነት ከኣ ንዘልኣለም ዝዝከር ጅግንነታዊ ታሪኽ ገዲፎም ዓሰርተ ሸሞንተ ዝኾኑ ሓርበኛታት ተሰውኡ። ታሪኻዊት ኲናት ተጎርባ ኣብቲ ዝቐጸለ መድረኻት ዓቢ ኣሰር ገደፈት። ክሳብ'ቲ ዕለት እቲ ቅልጡፍ ኲናት ኣካይድካ ብቐሊሉ ክድምሰስ ዝኽእል ውሑድ ዝቑጽሮም ሸፋቱ ኢሉ ዝገመቶም ዝነበረ ተጋደልቲ፣ ናይ ህዝቦም ደገፍ ስለ ዝነበሮም ካብቲ ንሱ ዝገመቶ ዝለዓለ ዓቕምን ተወፋይነትን ዘለዎምን ፍትሓዊ ዕላማታቱ ንምርግጋጽ ዝተበገሱ ሓርበኛታት ምዃኖም ዝተረጋገጸላ ዕለት እያ ነይራ። ከምኡውን እቲ ኣብ ውሱን ቦታታት ተሓጺሩ ዝነበረ መቓልሕ ሰውራና ናብ ኩሉ ኩርናዓት ኤርትራ ክዝርጋሕን ሓፋሽ ህዝብና ኣብ ሰውርኡ ዝያዳ ክተኣማመንን ንተሳትፎኡ ኣብ ቃልሲ ክተባባዕን ታሪኻዊት ኲናት ቶጎሩባ ደራኺ ተራ ተጻዊታ። ኣብ ዝቐጸለ መድረኻት ብሰራዊት ሓርነት ኤርትራን ብህዝባዊ ሰራዊት ሓርነት ኤርትራን ከምኡውን ብሰራዊት ህዝባዊ ሓይልታት ሓርነት ኤርትራን ብዙሓት ንቶጎሩባ ዝመሳሰሉ ዓወታት ከም ዝተረጋገጸ መዝገብ ታሪኽና ዝምስክሮ ሓቂ እዩ። ስለዚ ካብቲ ካልእ ዓወታት ነጺልካ እትረኣ ዕለት'ኳ እንተ ዘይኮነት፣ ፍልይቲ መዓልቲ ዝገብራ ግን ኲናት ተጐሩባ ንመጀመርያ ግዜ ኣብ መንጎ ሰራዊት ሓርነት ኤርትራን ኣብ መንጎ'ቲ ኣብቲ ግዜ'ቲ ኣብ ኣፍሪቃ ዝሓየለ ሰራዊት ተባሂሉ ዝትንተነሉ ዝነበረ ሓይሊ ዝተኻየደ ኲናት ስለ ዝኾነ እዩ። ሽሕኳ እኩብ ድምር ቃልሲ ሰውራ ኤርትራ ዓቢ ዓወት ንምርግጋጽ መሬትና ካብ ባዕዳዊ መግዛእቲ ኢትዮጵያ ነጻ ብምውጻእ ኤርትራ ሃገርና ልዑላውነታ ክረጋገጽ እንተበቐዔ ብሰንኪቲ ኣብ ኮረሻ ስልጣን ዝተወጠሐ መሪሕነት ህዝባዊ ግንባር ምልካዊ ስርዓት ብምቛም መጻኢ ዕድል ሃገር ኣብ ትሕቲ ፍጹም ምቁጽጻሩ ኣእትዩ ንኤርትራ ናብ ዓባይ ቤት ማእሰርቲ ቀይርዋ ይርከብ። ካብ መዓልቲ ነጻነት ኣትሒዙ ኣብ ልዕሊ ህዝቢ ኤርትራ ሰፍ ዘይብል ግፍዕን መከራን ከውርዶን ብሰንኪ ኣዕናዊ ፖሊሲታቱ ልዑላውነት ሃገርና ኣብ ዓቢ ሓደጋ ከውድቓን ገይሩ እዩ። ሓልዮት ህዝብን ሃገርን ዘገድሶም ውፉያት ሃገራውያን ሓይልታት ነቲ ዛጊት ተንጠልጢሉ ዘሎ ዕላማታት ሰውራና ብምርግጋጽ ኣብ ሃገርና ሓርነትን ፍትሕን ማዕርነትን ዝሰፈኖ ስርዓት ንምትካል ቃልሱ እንትርፎ ምቕጻል ካልእ ምርጫ ኣይነበሮን። ኣንጻር ምልካዊ ስርዓት ምቅላስ ኣዝዩ ጽንኩር ምዃኑ ርዱእ እዩ ነይሩ። ብፍላይ ድማ ሃገራዊ ነጻነት ብምጉንጻፍ ዝሰፍሐ ኣካላት ህዝብና ብሓጎስ ተዋሒጡ ብምንባሩ ነቲ ቃልሲ ዝያዳ ከቢድ ገበሮ። ጨቋኒ ባህርያት ናይቲ ስርዓት እናኸረረ ብምምጽኡ ኣብ ልዕሊ ህዝብና ሰፊሕ ግህሰት ሰብኣዊ መሰላት ፈጸመ። ከምኡውን ምስ ኩሎም ጎረባብትና ውግኣት ብምጽሕታር ንህዝብናን ኣህዛብ ጎረባብትን ዓቢ ዕንወት ኣስዓበሎም። እዚ ስለ ዝኾነ ድማ ቁጽሪ ናይቶም ብእሰያስ ዝምራሕ ገባቲ ስርዓት ህግደፍ ዝቃወሙ እናበረኸ መጸ። ሃገርና ኤርትራ ህዝባን ኣትዮሞ ዝርከቡ ወሳኒ ታሪኻዊ መድረኽ ኩሎም ሓይልታት ዲሞክራሲያዊ ለውጢ ዓቕምታት ብሓባር ተጠርኒፎም ህዝብን ሃገርን ንምድሓን ቃልሶም ከኻዕብቱ ዓብይ ሓላፍነት ከም ዘለዎም ኤርትራዊ ሃገራዊ ባይቶን ዲሞክራሲያዊ ለውጢ ከዘኻኽር እፈቱ። ኣብዚ መዳይ እዚ ዓቕምታት ተቓውሞ ሓይሊ ንምጥርናፍ ኣብ መንጎ ፖለቲካውያን ሓይልታት ኤርትራ ተበጺሑ ዘሎ ዝምድና ዓቢ ተስፋ ዝህብ ብምዃኑ ቅድሚት ንኽስጉም ሓፋሽ ህዝቢ ኤርትራ ክድግፎን ከተባብዖን ጻውዒትና ነቕርብ። ኤርትራዊ ሃገራዊ ባይቶን ዲሞክራስያዊ ለውጢ ነዚ ተፈጢሩ ዘሎ ዝምድና ንምብራኽ ከም ወትሩ ልሉይ ተርኡ ክጻወት ምዃኑ ከነረጋግጽ ንፈቱ። ምኽንያቱ ድማ ዓቕምታት ተቓውሞ ደምበ ብምጥርናፍ ጥራሕ እዩ ሕድሪ ስውኣት ኲናት ተጎሩባን ኩሎም ስውኣትናን ዝትግበር። ነጻነትን ፍትሕን ማዕርነትን ዝሰፈና ሃገር ንምህናጽ እንኽእል። ብኣጋጣሚ ታሪኻዊት ዝኽሪ ተጎሩባ ንኣባላት ሰራዊት ኤርትራን ኣባላት ጸጥታን መሳርሒ ናይቲ ኣብ ልዕሊ ንጹህ ህዝብና ግፍዕን ጭቆናን ዘውርድ ዘሎ ገባቲ ጉጅለ ህግደፍ ንኸይኮኑ ከምኡውን ነቲ እከይ ድልየታት ውልቀ መላኺ ኢሳያስ ኣፈወርቂ ክውን ንምግባር ወጻኢ ዶባት ሃገርና ኣብ ዝካየድ ዘሎ ኩናት ውግእ ክነጽጉን ኣብ ጎኒ ህዝቦምን ፍትሓዊ ሕቶታት ክስለፉን ከምቲ ንቡር ግደ ናይ ዝኾነ ሰራዊት ኣንጻር ባዕዳዊ ወራር ደው ክብሉን ንልዑላውነት ሃገርና ሓድነት ህዝብናን መርየቱን ንምዕቃብ ጥራሕ ክሰርሑን ኤርትራዊ ሃገራዊ ድርጅት ንዲሞክራስያዊ ለውጢ ኣትሪሩ ይጽውዖም። ኣብ መደምደምታ ልዑል ሞጎስን ዘልኣለማዊ ዝኽርን ንጀጋኑ ሓርበኛታት ተጎሩባን ንስውኣት ሰራዊት ሓርነት ኤርትራን ንኹሎም ጀጋኑ ስውኣት ኤርትራን ብምቕራብ ጀጋኑ ስውኣትና ዝወደቑሉ ዕላማታት ብምሉኡ ክሳብ ዝረጋገጽ ቃልስና ኣበርቲዕና ክንቅጽሎ ምዃንና በዚ ኣጋጣሚ እዚ ደጊምና መብጽዓ ነሐድስ። ክብርን መጎስን ንስውኣትና ሓርበኛታት ተጎሩባ። ነጻነት ሃገርና ኤርትራን ሓርነት ህዝባን ከቢሩ ይንበር። ውድቀት ንምልካዊ ስርዓት ህግደፍ። ዘልኣለማዊ ዝኽርን ክብርን ንስውኣትና። ፈጻሚ ቤት ጽሕፈት ኤርትራዊ ሃገራዊ ባይቶ ንዲሞክራስያዊ ለውጢ ዓሰርተ ሓሙሽተ መጋቢት ክልተ ሽሕን ዕስራን ክልተን።

ወርሒ መጋቢት ስሳን ኣርባዕተን ተጎሩባ ዓባይ ሓበን ተጎሩባ ዓባይ ሓበን ታሪኽ ጀጋኑና ገና ኣይተገልጸን ኣብ ዘበን ህግደፍ ህዝቢ ኣይቀሰነን ህዝቢ ኣይቀሰነን ብጀጋኑ ሰራዊት ሓርነት ብዓሰርተ ሓሙሽተ ስሳን ኣርባዕተን ወርሒ መጋቢት ውሑዳት ዝገጠሙ ንብዙሓት ክብሪ ኣብታ ታሪኻዊት ዕለት ንዝተፈለዩና ብመስዋእትነት ንዝተፈለዩና ብመስዋእትነት ብዓወት ተገርባ ምስ ሰንበደ ብትእዛዝ ሃፀይ ሃይለስላሴ ተሓርደ ብትእዛዝ ሃፀይ ሃይለስላሴ ህዝቢ ይተሓርደ ሕንቕ ፈዲ ዓድታት ኣንደደ ዓድታት ኣንደደ እዚ ኩሉ ከፊልናስ ኣይከሰርናን ብኢዱን ሰላሳ ዓመት ዝወነነ ስልጣን ኢትዮጵያዊ ልኡኽ ሂብዎም ፍናን ሂብዎም ፍናን ዕላማ ብልፅግና ሕወሓት ብኢሱ ኢትዮጵያውያን ዘይባሕሮም ክወርሱ ብሕልሚ ኣብ ዘይባሕሮም ክሕምብሱ ኣብ ዘይባሕሮም ክሕምብሱ ዕንቅፋት በዚሑ እምበር ንርስቱ ከም ትማሊ ህዝቢ ኤርትራ ዋሕሱ ኤርትራዊ ወደባት እዚ እዩ መልሱ ኤርትራዊ ወደባት እዚ እዩ መልሱ ብዘበን ሓይለ ስላሴ በለው በሳንጃ ሳንጃው ሲሰበር በጥልያን ግዜ ምን ብለው ነበር ብዘመን ደርጊ እምቢያለ ሰው ጥይት አጉርሰው አቆታ ጥይት አጉርሰው ህዝቢ ኤርትራ ብሉጻት ከፊሉ ብጅግንነቱ ነጻ ምስ ገበረ ንሃገሩ ብጭፍራ ህግደፍ ወዲ ሃገር ሓሲሩ ንሰላሳ ዓመት ፍትሒ ሓሪምዎ ቆሪሩ ፍትሒ ሓሪምዎ ቆሪሩ ነዚ ኣይወደቑን ጀጋኑ ተጎርባ ነዚ ኣይወደቑን ጀጋኑ ተጎርባ ህዝብና ክነጋላግሎ ካብ ጸበባ ካብ ናይ ጭፍራ ህግደፍ ዓጸባ ሰላምን ቅሳነትን ክዓስሎ እንዳባ ደም ጀጋኑ እዩ ፈሲሱ ኣይኮነን ጸባ ኣይኮነን ጸባ ወርሒ መጋቢት ስሳን ኣርባዕተን ቃልኪ ሃቢ ንማፍያዊ ጉጅለ ዝነብሕ ከም ከልቢ ዝነብሕ ከም ከልቢ ቆላን ከበሳን ንኡስ ይኹን ዓቢ ንኡስ ይኹን ዓቢ ቆጽሊ ኣይወደቖን ብናይ ኤርትራ ህዝቢ ንፋሽሽታዊ ህግደፍ ኣይንግዛእን እምቢ ኣይንግዛእን እምቢ ተጎርባ ዓባይ ሓበን ወርሒ መጋቢት ስሳን ኣርባዕተን ወትሩ ከቢራ ትንበር። ክብርን ዝኽርን ንጀጋኑ ስውኣትና። ዓዎዎት ነቲ ደም ዝነብዕ ዘሎ ህዝቢ ኤርትራ ክብርን ሞጎስን ንጀጋኑ ሰማእታትና ስዕረት ንጃንዳ ህግደፍን ዓንገልቶምን ገጣሚ ኣባል ተሓኤ በርሀ ዑቅባዝጊ ካብ ሃገረ ጀርመን ዓሰርተ ሓሙሽተ መጋቢት ክልተ ሽሕን ዕስራን ክልተን ሰሰናዩ ኣጆኹም ኣጆና ደቂ ኤረይ